ምዕራፍ ዓሰርተ ትሽዓተ መንጋጋ ሲኦል በቲ ዝስዕብ ለይቲ ናብ መንጋጋ ሲኦል ተጓዕዝና። ጐይታ ኸኣ ኵሉ ትሕዝቶ ሲኦልን ኣይክርእየክን እየ፣ እቲ ኽትርእዮ ዝተመደበልኪ ግና ዳርጋ እንዳ ወዳእና ኢና ኣጆኺ ጓለይ በለኒ። ሓደራኺ ኵሉ እቲ ዝረኣኽዮን ኣሕሚምኪ ንገርዮም። ሲኦል ብሓቂ ከም ዘሎ እዚ ሓበሬታ እዚ እውን ሓቂ ከም ዝኾነ ሓብርለይ። እንዳ ከድና ከሎና ኣብ ሓንቲ ኩርባ መሳሊ ዶብ ኢልና ናብ ሓንቲ ትሕቴና ናብ ዝነበረት ስንጭሮ ኣንቆልቂለን ንርኢ ነበርና። ኣዒንተይ ኣብ ዝጠመትኩሉ ኩሉ ኸኣ ነብሳት ኣብ ልዕሊ ነብሳት ተጸፍጺፈን ኣብ ጎኒ እቲ ኩርባ ተላሒገን ነበራ። ብርቱዕ ብኽያትን ነቲ ሃዋህው መሊእዎ ነበረ። ጐይታ ኸኣ፣ እዚ መንጋጋ ሲኦል እዩ ዚበሃል ብምባል ሓበረኒ። ኣብ ነፍሲ ወከፍ መንጋጋ ሲኦል ኣብ ዝኽፈተሉ እዋን፣ እዚ ናይ ኣውያት ድምጺ ኺስማዕ ክትሰምዒ ኢኺ በለኒ። እተን ነፍሳት ካብቲ ተላሒገንኦ ዝነበረ ጸድፍታት ንኽወጻ ይጋደላ። እኳ እንተ ነበራ፣ ምስቲ ጸድፊ ተጣቢቐን ስለ ዝነበራ ግና ክወጻ ኣይከኣላን። ጐይታ እንዳ ተዛረበ ከሎ፣ ብዙሓት ጸለምቲ ፍጥረታት ብከባቢና ነቲ ዝነበርናዮ ቦታ እንዳ ተደረበዩ ናብ ከብዲ ትስንጭሮ ይወድቁ ነበሩ። ኣጋንንቲ ከኣ ብዓቢ ሰንሰለት ብምቕዕን ንብዙሓት ነፍሳት እንዳ ተጎ እንዳጎሰሱን ይወስድወን ነበሩ። ጐይታ ከኣ እዞም ዝጎስዎን ዘለዉ ነፍሳት ሕጂ ኣብ ምድሪ ዝሞታ ገና ናብ ሲኦል ዝኣትዋ ዘለዋ እየን። እዘን ነፍሳት ናብ ሲኦል ናይ ምጉራትን ንጥፈታትን እዚ ለይቲ ቀትርን ኣየቋርጽን እዩ በለኒ። ብሃንደበት ከኣ ዓብዪ ስቕታ ነቲ ቦታ ኣገልበቦ። ጐይታ ከኣ ጓለይ የፍቅረኪየ እዚ ኩሉ ዝርኣኽዮ ከየጉደልኪ ንህዝበይ ዓለም ክትሕብርዮም ኣጥቢቐ እላበወኪ በለኒ። ንኣሽቱን ሃታሃታን ዝኣምሰላ ኣዒንተይስ ሰሊኸ ናብቲ ውሽጢ መንጋጋ ሲኦል ኣርሒቐ ጠመትኩ። ናይ ስቓይን ክቱር ቃንዛን ድምጺ ካብኡ ይወጽእ ነበረ። ዋይ ኣነ እዚ ነገር እዝስ መዓስ'ዩ ዝውዳእ? መዓስ'የ ካብዚ ጥይንተይ እዚ ዘገልግላ ብምባል ተሻቐልኩ። ብኡንብኡ ኸኣ ዝጠፋእኹ ዀይኑ ተሰምዓኒ። ዝነግረኒ ዘይብለይ ከኣ ብባዕለይ የሱስ ምሳይ ከም ዘየለ ተፈለጠኒ። ብሓዘን ከኣ ናብቲ ንሱ ዝነበሮ ቦታ ገጸይ ተመልከትኩ፣ እንተዀነ የሱስ ኣብኡ ኣይነበረን። እዚ ብፍጹም ዘይሕሰብ እዩ። ሕጂ ኸኣ ፍጹም ኣይትውዕሎን ግዲ? የሱስ ኣበይ ኣሎኻ? እንዳበልኩ ብሻቕሎት ጸዋዕኩዎ። ክቡር ከባቢ፣ ክቡር ኣንባቢ፣ እዚ ብሕጂ ተንብቦ ኣዝዩ ዘሰንብድ ኢዩ። ኣጸቢቑ ከፍርህን ከሰንብድን እሞ ናብ እምነትካ ክትምለስ ካብ እምነት ካብ ካብ ከኣ እምነት ካብ ሓጢኣት ተነሲሕካ ናብዚ ክፉእ ቦታ እዚ ካብ ምኻድ ክትቁጠብ ጸሎተይ እዩ እዚ ዝብሎ ዘለኹ ክትኣምንዎ ብዕቱብ ክትጥንቀቕሉን ናብ ልቢ ጸሎት እዩ ከመይሲ ሓንቲ ነብሲ እኳ ናብዚ ክትመጽእ ኣይምነየላን እየ እፍቅረኩም እየ ተስፋ ውን እገብር እቲ ግዜ ከይተወድኣ ክትንስሑ እንተ ደኣ ክርስትያናት ኮይንኩም ነዚ መጽሓፍ ከተንብብዎ ከለኹም ብዛዕባ ምድሓንኩም ኣረጋግጹ። ጐይታ ኣብ ዝዀነ ግዜ ክትቅበልዎ ተዳለዉ፣ ከመይሲ፣ ካብቲ ዝመጽእ ግዜ ንምሳሕ ንምስሳሕ ዕድል የልብርዑልኩምን። ቀንዴልኩም ዘይቲ ይምላእ፣ ብርሃንኩም ደሚቑ ይብራህ። የሱስ መዓስ ከም ዝመጽእ ስለ ዘይትፈልጡ፣ ኵሉ ሳዕ ድሉዋት ኩኑ። እንተ ደኣ ቅድሚ ሕጂ ንየሱስ ከም ናይ ብሕቲ መድሓኒኹም ብምቕባል እንደገና ዘይተወለድኩም ግና ወንጌል ዮሃንስ ምዕራፍ ሰለስተ ካብ ዓሰርተ ሽዱሽተ ስጋብ ዓሰርተ ትሽዓተ ኣንብቡ። ድሕርዚ ንስም የሱስ ንጎይታ ብምሉእ ልብኹም ጸውዕዎ። ካብዚ ቦታ ስቓይ እዚ ኸኣ ከድሕነኩም እዩ። በሉ ሕጂ ናብቲ ታሪኸይ ክምለስ። የሱስ እንዳበልኩ ኸኣ ካብቲ ዅርባ ንላዕሊ ክደሊ ክወርድ ጀመርኩ። እንዳጐየይኹ ኸለኹ ኣብ ሓደ መቝሕ ሰንሰለት ዝሓዘ ገዚፍ ጋኔን ተዓገትኩ። ብምሕጫጭ እንዳሰሓቐ ኸኣ ኣቲ ሰበይቲ ናበይ ትኸዲ የብልክን የሱስ እንተኾነ ኣብዚ የልቦን ኣየድሕነክን እዩ ንዘለኣለም ኣብ ሲኦል ተደርቢኺ ኢኺ በለኒ። በፍጹም ኣይቅበለካን እየ ኣልክስ ክኸይድ እየ እንዳበልኩ ብምሉእ ሓይለይ ተቐቕለስክዎ። እንተኾነ ብቕጽበት ብሰንሰለት ተዋሒጠ ናብ ባይታ ተደርበኹ። ኣብኡ ተጋዲመ ከለኹ ከኣ ገለ መጠቅጠቅ ዝብል ረቂቕ ነገር ንኣካላተይ ከደኖ። እቲ ካብኡ ዝወጽእ ዝነበረ ሽታ ኣዝዩ ካብ ምኽፍኡ ዝተላዕለ ብኡ ንብኡ ሓመምኩ። እንታይ ከም ዝኸውን እውን ይርድኣኒን ኣይነበረን። ቀስ ኢሉ ኸኣ ስጋይ ካብ ኣዕጻጽምተይ ተላሒጉ ተሓግሒጉ ክረግፍ ተሰማዓኒ። ብኽፉእ ራዕድን ስንባደን ተደጋጋሚ እውይ ኦ የሱስ ኣበይ ኣሎኻ እንዳበልኩ ናብ ገዛእ ርእሰይ እንተተመልከትኩ ኣብቲ ዝተረፈ ስጋይ ነዃላት ይወጽእ ነበረ። ረሳሕ ጨዓይ ዝኾነ ሕብሪ ከኣ ነበረኒ። ዝተጠብሰ ዝመስል ጨዓይ ሕብሪ ዘለዎ ስጋ ካብ ኣካላተይ ተጋሒጡ ይረግፍ ነበረ። ኣብ ጎኒ ኣእጋረይ ኣእዳወይ ቀላጽመይ ነዃላት ተራኣዩኒ። እቲ ነዚ ምስ ረኣኹ ሰንቢደ። እዚ ዘይሕሰብ እዩ፣ ንዘልኣለም ኣብ ሲኦል ተደርብየ ማለት ድዩ? እንዳበልኩ ዓዘምዘምኩ። ኣብ ውሽጠይ ሓሳቦ ፈለኽለኽ ክብሉኒ ስለ እተሰማዓኒ፣ ንቁልቁል ገጸይ ናብ ኣካላተይ ተመልከትኩ። እንሆኸ ዓጻጽምተይ ብሓሳኹ መሊኡ ነበረ። ካብ ኣካላተይ ከርሕቆም ብምባል በብሓደ ክለቅም እኳ እንተ ፈተንኩ፣ መሊሶም ብዕጽፊን ድርብን ክዓስሉኒ ደኣ ጀመሩ። ኣብ ኣካላተይ ዝነበረ ምሽሙሽ ጸቢቐ ይፍለጠኒ ነበረ። ኩሉ እቲ ዘጋጠመኒ ዝነበረ ብወግዒ እፍለጠንን እስተውዕሎን ነበርኩ። ኣብ ምድሪ ከሎኹ ዝነበርኒ መናባቡሮይ ኣጸቢቐ እዝክሮ ነበርኩ። ኩሉ ስቓይ ናይ ሲኦል ይስማዓንን ይፍለጠንን ይረኣየንን ነበረ። ናብ ውሽጢ ኣካላተይ ከይተረፈ ክርኢ እኽእል ነበርኩ። ኩሉንትናይ ናይ ረሳሕ ዓስከሬን ጥራይ እኳ እንተ ነበረ፣ ኩሉ ዘጋጠመኒ ዝነበረ ነገራት ግና ኣጸቢቐ እፈልጥ ነበርኩ። ካልኦት ከማይ ዝኣመሰሉ ጥፉኣት ረኣኹ። ኣዒንተይ ኣብ ዝዓለብኩሉ ኩሉ ቦታ ነፍሳት መሊኤን ነበራ። ብዓብዪ ቃንዛ ኸኣ ኦ የሱስ በጃኻ ርድኣኒ እንዳበልኩ ክልምን ጀመርኩ። ክመውት ተመነኹ። እንተኾነ ዘይከኣል ነገር ነበረ። እንደገና ኸኣ ሓዊ ብታሕቲ ኣእጋረይ ክውላዕ ተሰምዓኒ። ኣታ ጐይታ ኣበይ ተሸሪብካ? እንዳበልኩ ብተስፋ ቁርጸት ኣዋትይ እንዳኣወኹ ኣንካራረኹ። ኣብ መንጋጋ ሲኦል ኩልና ከም ዝተደርበና ጓሓፍ ተጸፍጺፍና ነበርና። ክንጻወሮ ዘይንኽእል ስቓይ ከኣ ንነፍሳት ወሓጠን። የሱስ ኣበይ ኣሎኻ? ንምንታይ ጠንጢንካኒ እንዳበልኩ ብምረት ኣውያተይ ቀጸልኩ። ሕልሚ ድዩ ጋህዲ? ብምባል ተደናገርኩ። እበራበርዶ እኸውን? ብምባል ከኣ ንገዛእ ርእሰይ ተወከስኩ። እንተደኣ ብርግጽ ኣብ ሲኦል ኮይነ ዘለኹ ገለ ዘይሕደግ ሓጢኣት ብምፍጻም ንምድሓነይ ኣጥፍኤ ማለት እዩ። እረ እንታይ እዩ ጉደይ እንታይ ኣንጻር መንፈስ ቅዱስ ዝፈጸምኮ በደል ኣሎኒ ኮን ይኸውን ኩሉ ናይ መጽሓፍ ቅዱስ ትምህርትታትን ከኣ ዘከርኩ ስድራይ ኣብ ልዕሊ መሬት ከም ዘለዉ ኣነ እውን ኣብ ትሕቲኦም ከም ዘለኹ ኣስተውዓልኩ እንዳ ኣንበብኩ ከኣ ኣብ ልክ ከምቶም ምስ የሱስ ለጊበ እንዳተዛዋወርኩ ዝርእዮም ዝነበርኩ ምዉታት ኣብ ሲኦል ከም ዝተደርበኹ ኣስተውዓልኩ። ብውሽጠይ ኣካላተይ ኣሕሊፈ ክርኢ ከለኹ ብጣዕሚ ደንጸወኒ። እቶም ሓሳኹ እንደገና ፈለኽለኽ ክብሉኒ ጀመሩ። ኩሉ ምንቅስቓሳቶም ኣጸቢቑ ይፍለጠኒ ነበረ። ብፍርሓት ስቃይን ከኣ ኣእወኹ። ሽዑ ሓደ ጋኒን እቲ ኣቲ ጎይታኺ ደርብዩኪ ከይዱ ኣይኮነን ድዩ? እንዳበለ ብኣሽካዕላል ሓተተኒ። እንታይ ትገብሪ ሕጂ ናይ ሰይጣን ንብረት ኢኺ! ብምባል ክፉእ ሰሓቕን ባጫን እንዳኣስመዐ ተሰኪሙ ኣብ ሓደ ነገር ኮፍ ኣብለኒ። ኣብ ሓደ ህያው ኮሎኹስ ሞት ዝመስል እንስሳ ተወጢሐ ከም ዘሎኹ ኣስተውዓልኩ። እቲ እንስሳ ልክዕ ከም ማይ ጨዓ ዝመስል ብዕዚ ሕብሪ ረሳሕ ዝመሽመሰን ስጋ ነበሮ። ነቲ ረሳሕ ሃዋሁ ከኣ ኣዝዩ ዘሰንብድ ሽታ ዓሰሎ እቲ ኣራዊት ተሰኪሙ ኣብ ሓደ በሪኽ ነገር ኮፍ ኣበለኒ። ብውሽጠይ ከኣ ኦ ጐይታይ! ኣበይ ደኣ ኣሎኻ እንዳበልኩ እጣራዕ ነበርኩ። ብመንጎ ብዙሓት ረድኤት ደልየን ዘእውያ ነብሳት ሓለፍና። እቲ መንጋጋ ሲኦል ክኽፈት ከሎ ዓው ዝበለ ድምጺ ይስማዕ ነበረ። ብኡ ንብኡ ከኣ ብዙሓት ነብሳት ናብ ከባበየይ ተደርበያ። ኣእዳወይ ከኣ ንድሕሪት ተቖጽየ። ነበረ። እቲ ስቓይ ብዘይቁም ምቑራጽ ኣይነበረን፣ ሓንሳእ የቋርጽ እሞ ጽንሕ ኢሉ ኸኣ ብሃንደበት ይጅምር። ክጅምረኒ ኸሎ የእዊ ነበርኩ፣ ክሓድገኒ ኸሎ ኸኣ ብራዕዲ እጽበ ነበርኩ። ካብዝስ መን ከውጽኣኒ እዩ? ድሕሪ ሕጂኸ እንታይ የጋጥመኒ ይኸውን? ዝብሉ ሕቶታት ኣእምሮይ ብሕቶ ነቲ ሕሱም ዝኽ ዝኸፈእዶ እንታይ ዝኣበስክዎ ነገር ስለ ዘለኒ እዩ ትብል እትጸንሕ እሞ ጸኒሐ ኸኣ ኦ ጐይታይ ኣበሎኻ ርድኣኒ እንዳበልኩ ኸኣ ብስቓይ እጣራዕ ነበርኩ። እበኪ እኳ እንተ ነበርኩ ንብዓተይ ይወጻኒ። ግን ኣይነበረን ደረቕ ንኽንኽታ ጥራይ ንኣካለተይ የንቀጥቅጦ ነበረ። እቲ ተወጢሐዮ ዝነበርኩ እንስሳ ኣብ ቅድሚ ሓደ ነገር ደው ኢሉ ነበረ። ኣዒንተይ ንቕድሚት ኣንቃዕሪረ እንተ ተመልከትኩ፣ ኣብ ቅድሜና ሓንቲ ጽብቕቲ ብዙሕ ሃብትን ዘንጸባርቕ ኣዕናቕን ዝመለእት ቤት ረኣኹ። ሓንቲ ናይ ንግስቲ ልብሲ ዝለበሰት ጽብቕቲ ሰበይቲ እውን ኣብቲ ቤት ነበረት። በቲ ዝዓረበ ሕልናይ ከኣ እዛ ሰበይቲ እዚኣስ ኣብዚ ቦታ እዚ እንታይ ትገብር ብምባል ተገረምኩ። እታ ሰበይቲ በጃኺ ሓግዝኒ ከኣ በልኩዋ። ናብ ጥቓይ ቀሪባ ከኣ ኣብ ገጸይ ጡፍ በለትለይ። ረገመትኒ፣ ረሳሕ ጸርፊ ድሙ ከኣ ጸረፈትኒ። ኦ ጐይታ፣ ሕጂኸ ናበይ ኰን እኸውን? ብምባል በኸኹ። ክፉእ ሰሓቕ ከኣ ካብኣ ኣቃልሐ። እዛ ሰበይቲ ኰይና ዝጸንሐት ከኣ ኣብ ቅድመይ ሓንሳእ ናብ ሰብኣይ፣ ጸኒሓ ድማ ናብ ድሙ፣ ናብ ተመን፣ ናብ ፈረስ፣ ናብ ኣንጭዋ፣ ደሓር'ውን ናብ ሓደ መንእሰይ ኮታ ናብ ዝደለየቶ ተለዋወጠት። ዓብዪ ሓይሊ ሰይጣን ነበራ። ኣብ ልዕሊ ደድታት ቤታ ናይ ሰይጣን ንግስቲ ዝብል ጽሑፍ ነበራ። እቲ ተወጢሐዮ ዝነበርኩ እንስሳ ንኣስታት ሓደ ሰዓት ጉዕዞ ብድሕሪ ምቕጻል ደው በለ። ካብ ዝባኑ ኸኣ ኣጠጢሩ ዓንጢሩ ናብ ባይታ ደርበየኒ። ኣንቃዕሪረ እንተ ረኣኹ ኸኣ ወተሃደራት ዝመስሉ ኣብ ኣፍራስ ተወጢሖም ናባይ ገጾም ይጋልቡ ነበሩ። ገለ ሓይሊ ኸኣ ናብ ጸግዒ ገጹ ላተመኒ ንሳቶም ብጥቓይ ሓለፉ እንተ ረኣኹዎም ጠቐር ዝመስል ረሳሕ ሕብሪ ሞት ዝሕብሩ ዓስከሬን እምበር ስጋ ኣይነበሮምን ንሳቶም ምስ ሓለፉ ንዓይ ሓፍ ኣቢሎም ኣብ ሓደ ክፍሊ ደጎኑኒ ነቲ ማዕጾ እንዳ ዓጸዉ ከለዉ ናብ ውሽጢ ክፍሊ እቲ ቤት ኣንቃዕሪረ እንዳተጠመትኩ እበክን እጽልን ነበርኩ። ኣብ ውሽጠይ ከቢድ ፍርሓት እውን ከኣ ነበርኩ። እንተኾነ ዋላ ሓደ ተስፋ ኣይነበረንን። እንዳበኸኹ ንዓሻሓት ጊዜታት ካብ ሓጢኣተይ ተናዘዝኩ። ንብዙሓት ናብ ክርስቶስ ክመርሖም እንዳ ተገባኣኒ ዘይሓገዝኩዎም ከምኡ'ውን ሰባት ናባይ ሓገዝ ደልዮም ክመጹ ከለዉ ዘይተራኽብኩሎም፣ ኮታ ኩሉ ዝገበርኩዎን ዘይገበርኩዎን ሓዋዊሰ ተነሳሕኩ። ደጊመ ከኣ ጎይታ ኣድሕነኒ እንዳበልኩ እበክን እጣራዕን ነበርኩ። እንተኾነ ንጎይታ ክሪኦ ኮነ ህላቁ ህላውነቱ ክስምዓና ኣይካልን። ልክዕ ከምቶም ኣቐዲመ ዝረኣኹዎም ሰባት ንባዕለይ ኣብ ሲኦል ተደርብየ፣ ብኣመና ቃንዛ ኣብቲ ባይታ ወዲቐ ብኽያተይ ቀጸልኩ። ንዘልኣለም ዝተደርበኹ ኮይኑ ተሰምዓኒ። ሰዓታት ከኣ ሓሊፉ ጸኒሑ ብተዳጋሚ። ብተዳጋጋሚ መንጋጋ ሲኦል ይኽፈት እቲ ከቢድ ደሃይ ይስማዕ እሞ ክንድዚ ዘይባሃል ነብሳት ንቁልቁል ናብ ሲኦል ይድርበያ ነበራ ጎይታ የሱስ ኣበይ ኣሎኻ እንዳበልኩ ምጽዋዕ ቀጸልኩ እንተኾነ ዝምልሰለይ ሓደኳ ኣይነበረን እቶም ሓሰኹ ከም ኣመሎም ኣብ ኣካላተይ ሓሰኽሰኽ ክብሉ ተሰምዑኒ ኣብ ኩሉ እቲ ሃዋሁ ሞት የንጀርብብ ነበረ ስጋ ኮነ ወይ ውሽጣዊ ኣካላት ወይ'ውን ደም ይኹን ኣካል ከም'ውን ተስፋ ኣይነበረን። ምስቶም ፈለኽለኽ ዝብሉ ዝነበሩ ሓሳኹ ይቃለስ ንብዙሓት እንዳ ሓሰብኩ ካብ ዓጻጽምተይ ኣውጽኦም ነበርኩ። ኩሉ ኣብ ልዕለይ ዝፍጸም ዝነበረ ስቓይ ይፍለጠኒ ስለ ዝነበረ። ብቐጻሊ ክመውት ተመነኹ፣ ግን ኣይተኻእለን። ነፍሰይ ንዘለኣለም ክትድርበይ እያ በልኩ። ድሕሪዚ ብዛዕባ ኣብ ደም የሱስ ዘሎ ህይወትን ሓይልን እግለጸለይ መዝሙር ክዝምር ጀመርኩ። ከምዚ እንዳበልኩ ከለኹ ገዚፍ ኩናት ዝሓዙ ኣጋንንቲ መጺኦም ኣቋርጺ፣ ስቕ በሊ እንዳበሉ ከጓጥጡለይ ደጋጊሞም በቲ ኩናት ክወግእንን ጀመሩ። እቲ ኲናት ክትንክፈኒ ከሎ ከቢድ ሓዊ ኣምሪቑ ንሶም ከኣ ብጊድኦም ኣብዚ ቦታ እዚ ሰይጣን እዩ ኣምላኽ ኣይትበሊ ደጋጊመ ክጭፍሩ ጀመሩ ኣነ ግና ስቕ ኢለ መዝሙረይ ቀጸልኩ ከም ዘይቋረጽኩ ምስ ረኣዩ ካብቲ ክፍሊ ኣውጺኦም እንዳጎሰሱ ኣብ ሓደ ክፉት ቦታ ደርበዩኒ እንተድኣ ዘይተቋርጽስ ስቓይኪ ኣዝዩ ክበዝሕ እዩ ድማ በሉኒ። ኣነ ከኣ ምዝማር ከየቋረጽኩ ድሕሪ ክልተ ክንደይ ናብቲ ዝነበርኩዎ ክፍሊ መለሱኒ። እቶም ዝወደቑ መላእኽቲ ክሳዕ መዓልቲ ፍርዲ ብመቑሕ ጸልማት ተኣሲሮም ንፍርዲ ተዓቚሮም ኣለዉ ዝብል ጥቕሲ ናብ መጽሓፍ ቅዱስ ከኣ ትዝ በለኒ። እዚ ዘጋጥመኒ ዘሎ ናተይ ፍርዲዶ ይኸውን? ኢለ ኸኣ ተደናገርኩ። ጐይታኻ ኣብ ምድሪ ዘለዉ ኣድሕኖም፣ ግዜ ኸይተወድአ ኣንቅሓዮም ብዙሕ ጥቕስታት መጽሓፍ ቅዱስ እኳ እንተ መጻኒ፣ ነቶም ኣጋንንቲ ፈሪሐ ግን ክእውጆ ኣይከኣልኩን። ቁዝማን ኣውያትን ነቲ ረሳሕ ሃዋሁ ኣሰሎ። ሓንቲ ኣንጭዋ ከኣ ናባይ ኣቢላ ኮረር እንዳበለት መጸት። ቀሊዔ ከኣ ሓደኩዋ። እዚ ኩሉ እንዳኾነ ብዛዕባ በዓል ቤተይን ደቀይን ክሓስብ ጀመርኩ። ኦ ኣምላኽ በጃኻ ናብዚ ንኸይመጹ ሓልዎም በልኩ። ናብ ሲኦል ምህላወይ ኣርጊጸ ስለ ዝፈለጥኩ ከኣ ኣምሪረ በኸኹ። ኦሮማይ ኣእዛን ኣምላኽ ኣብ ሲኦል ንዘልኣለም ዕጽዋት እየን ደጊም ክሰምዓኒ ዝኽእል የለን ኣየ ገለ ኣውያት ሰሚዑ ዝረድእ ዶኾን የለን እንዳበልኩ ይሓስብ ነበርኩ ሓንቲ ካለ ዓባይ ኣንጭዋ መጽያ ናብ ኣእጋረይ ብምድያብ ነኸሰትኒ እንዳ ቋጨጭኩ ከ ስሒበ ኣለገስኩዋ ሓድሽ ሸቃይ ከ ከም ብሓድሽ ተሰማዓኒ ብሃንደበትካ ሓዊ ከባቢየይ ክባራዕ ጀመረ፣ ናባይ ገጹ ከኣ ይቐርብ ነበረ። ካልኢታት ብሰዓታት እንዳተተኸሉ ሓለፉ። ኣነ ሓጥያተኛ ነይረ ማለት ድየ? ናብ ሲኦል ተደፌ። ኦ ሞት! በጃኻ ቀልጢፍካ ምጻእ እሞ ገላግለኒ ብምባል በኸኹ። ብኽያተይ ንምሉእ መንጋጋ ሲኦል ዝመልእ ኮይኑ ተሰማዓኒ። ካልኦት ምሳይ ሓቢሮም ንዘልኣለም ጠፊእና ብፍጹም ዘይከውን ክመውት እደሊ ኣሎኹ ግናኸ ኣይከኣልኩን እንዳበሉ ይበኽዩ ነበሩ። ኣብዚ ምድሪ ኸኣ ከም ቁሚጦስ ምስ ካልኦት ተኾሚረ ወደቅኩ። ኩሉ እቲ ስቓይ ይፍለጠኒ ነበረ፣ እቲ መንጋጋ ሲኦል እንደገና ክኽፈት ሰማዕክዎ፣ ብዙሓት ነፍሳት ናብ ሲኦል ኣተዋ። እቲ ሓዊ ከቃጽለኒ ምስ ጀመረ ሓድሽ ስቓይ ጀመረኒ። እቲ ነገራት ብርግጽ ኣብ ልዕለይ ይፍጸም ከም ዝነበረ እምበር ሕልሚ ከም ዘይኮነ ኣርጊጸ ፈለጥኩ። ኣእምሮይ ብጣዕሚ በሊሕ ንኹሉ ዝርዳእ ንኹሉ ነገራትካ እፈልጦ ነበረ ኣንታ ኣምላኸይ ኣድሕነኒ በጃኻ ንኹልና ኣድሕነና ብምባል ብኽያተይ ቀጸልኩ ብዛዕባ ኩሉ ህይወተይ ኣብ ምድሪ ዝነበረ ብዛዕባ እቶም ዝመስከሩለይ ብዛዕባ የሱስ ዝነገሩኒ ኩሉ ቁልጭ ኣቢለ እዝክሮ ነበርኩ ንሕሙማት ጸሎት ገይረ የሱስ ከመይ ገይሩ ይፍውስ ከም ዝነበረ ኩሉ ተዘከረኒ ኩሉ ናይ ፍቕሪ ቃላት ጐይታ ምጽንንዑን እሙን ምዃኑን ኩሉ ዘከርኩ። ኣጸቢቐ ንክርስቶስ ክሳዕ ዝመስል ተቐዲሰ እንተ ዝነብርሲ መን ምሃበኒ? ሕጂ ኣብዚ ኣይምሃለኹን ነይረ በልኩ። ብዛዕባ እቲ ኩሉ ኣምላኽ ዝሃበኒ ጽቡቕ ነገራት ዘከርኩ። ዘተስፎ ኣየር ዝበልዖ ዝኽደኖ ውሉደይ ኮነ ቤተይ ካልኦት ኣብ ምድሪ ዝድሰቶም ዝነበርኩ ነገራት ዝሃበኒ ኹሉ ዘከርኩ። ግናኸ እንተድኣ ንሱ ሰናይ ኣምላኽ ኮይኑስ፣ ንምንታይ እየ ኣብዚ ዘለኹ? ብድድ ኢለ ኽትንስእ ዓቕሚ እኳ እንተ ዘይነበረኒ፣ ነፍሰይ ግና ካብዚ ኽትወጽእ ኣሎኒ እንዳበለት ብዝከኣለኒ ትቃለስ ነበረት። ኣብ ልዕለይ ማለት ኣብ ምድሪ ናብራይ፣ ይካየድ ከም ዘለኹ ዘሎ ኣዕሩኸይ ኮነ ስድራይ ውን ስሩዕ ህይወቶም መናባብሮኦም የካይዱ ምህላዎም ይፈልጥ ነበርኩ። ኣብኡ ሰሓቕን ፍቕርን ብመጠኑ ለውሃትን ከም ዘሎን ክሓስብ ጀመርኩ። እዚ ኹሉ ተዘክሮ ግና በቲ እንዳጸነሐ ዝጎብጠኒ ዝነበረ መሪር ስቓይ እንዳሃሰሰ ይኸይድ ነበረ። እዚ ክፍሊ ሲኦል እዝስ ከም ሓውሲ ጸልማት ኮይኑ ድብን ዝበለ ረሳሕ ግመ መሊእዎ ነበረ። ዳባን ብጫ ሕብሪ ዘለዎን ብርሃን ከኣ ኣብ ኩሉ ነበረ። ንኽጻወሮ ዘሸግር ሽታ ዝመሽመሸ ስጋን ዝተመሽመሸ ነገራትን ከኣ ነቲ ሃዋህው ዓሲልዎ ነበረ። ካልኢታት ከም ሰዓታት፣ ሰዓት'ውን ከም ዘልኣለም መንነት ዝምጠጥ ዘሎ ኮይኑ ተሰማዓኒ። መዓስ ኮን እዚ ነገር እዚ የቋርጽ ይኾን ኢለ'ውን ተሸገርኩ። ኣብቲ ግዜ'ቲ ዝብላዕ ኣይረኸብኩን፣ ዝስተ ማይ ድቃስ ኣይነበረን። ዕረፍቲ እውን ኣይነበረን። ኣብ ምሉእ ዕድመ ህይወተይ ኣጋጢሙኒ ዘይፈልጥ ክቱር ጥሜትን ጽምእን ተሓዋወሰኒ። ኣዝየ ደኺመ፣ ብድቃስ ሰልክየን እኳ እንተ ነበርኩ፣ እቲ ስቓይ ግና መመሊሱ ይቅጽል ነበረ። እቲ መንጋጋ ሲኦል ብዝተኸፈተሉ መጠን፣ ካልኦት ኵምራ ነፍሳት ናብ ሲኦል ይጓሓፋ ነበራ። ገለ ኣነ ዝፈልጦም ደኾን ምስኦም ይህልዉ ኢለ ውን ተሻቐልኩ። ንብዓል ቤተይ ጥራይ ኣምጺኦሞ ከይኮኑ ክኣ በልኩ። ኣብዚ ቦታ እዚ ካብ ዝኣቱ ድሮ ኣስታት ሰዓታት ሓሊፉ ነበረ። ብሃንደበት ክኣ ብርሃን ነቲ ዝነበርኩ ክፍሊ ክመልእ ረኣኹ። ብሓንሳእ ክኣ እቲ ሓዊ ኣቋረጸ። እታ ኣንጭዋ ሃዲማ ተሰወረት። እቲ ኩቱር ስቓይ ንኣካላተይ ሓደጎ። መምሎቒ መንገዲ እንተ ረኸብኩ ኢለ ጠመትኩ፣ ግናኸ ኣይነበረን። እንታይ ይኸውን ከም ዝነበርኩ ኣይበርሃለይን። ተደናገርኩ ደኣ። በቲ ነዃላት ኣዒንተይ ኣስሊኸ ተመልከትኩ። ኣዝዩ ክፉእ ነገር ኣብኡ ከም ዝህሉ ተፈለጠኒ። ብድሕሪ እዚ ሲኦል ከተንቀጥቅጥ ጀመረት፣ እቲ ዝቃጸል ሓዊ ኸኣ እንደገና መጸኒ። እንደገና ኣትማን ኣናጹን ሓሳኹን ክጻወሮ ዘይክእል ስቓይ ንነፍሳት ጐበጠን፣ ጐበጣ ኵሉ እቲ ቃንዛውን ደገሰኒ። ኦ እግዚኣብሄር ይሞት ሕደገኒ ብምባል እንዳበኸኹ ነቲ ባይታ በቲ ዓጻጽምቲ ኣእዳወይ ክሃርም ጀመርኩ። እንተኾነ ንኹሉ ኣውያተይ ኮነ ብኽያተይ ዘስተውዕሎ ዘስተውዕሎ ኮነ ዝግደሰሉ ኣይነበረን። ድሕርዚ ብሃንደበት ብሓደ ዘይረኣ ሓይሊ ካብቲ ዝነበርኩ ክፍሊ ተላዓልኩ። ናብ ልበይ ምስ ተመለስኩ ከኣ እኖ ኣነን ጎይታን ኣብ ጥቓ ቤተይ ብሓደ ነበርና። ንምንታይ ጎይታ ንምንታይ ኢለ እንዳበኸኹ ኣብ ሕልናይ ዓሪብኒ ኣብ ትሕቲ ኣእጋርኩ ወደቕኩ ሰላም ንዓኺ ይኹን ህድእ በሊ በልኒ ብኡ ንብኡ ሰላመይ ረኽብኩ ብሕያውነትካ ሓፍ ኣበለኒ ኣብ ሕቕፉ እውን ደቀስኩ ንጽብሒቱ ምስ ተባራበርኩ ኣዝየ ሓሚመ ነበርኩ ንመዓልታትካ ስቓይ ሲኦልን ምረቱን ምሳይ ነበረ። ለይቲ ለይቲ ሓሳኹ ኣብ ኣካላተይ ኣሎ እንዳበልኩ እበርር ነበርኩ። ብዛዕባ ሲኦል ኣዝየ ፈራሕኩ።